ብናይ ነብያትን ሃዋርያትን ኣማላድነቶምን ተራዳእነቶምን እትኣምኑ ህዝበ ክርስትያን ከመይ ሓዲርኩም? ከመይ ሓዲርኩም? ከመይ መጺእኩም? ኣምላኽ ኣቦታትና ቅዱሳን ዘለዓለም እንዳተመስገነን እንዳተኸበረን ይንበር። ነዛ ዕለት እዚኣ ነዛ ሰዓት እዚኣ ዝሃበና ፈጣሪ ደጊምና እግዚኣብሔር ይኽበር ይመስገን ሎምዓንቲ እግዚኣብሔር ኣምላኽና ዝምህረና ዝዛረበና ነገራት ስለዘለዎ ነቲ ዝምህረና እግዚኣብሔር እዝንና ሰሚዕና ክንፈርየሉ ሓደ ሰላሳ ስሳ ሚኢቲ ክንክዕብትን ክንበዝሕን እግዚኣብሔር ይደግፈና ተግበርቲ ደኣ እምበር ጥራይ ሰማዕቲ ንከይንከውን እግዚኣብሔር ይደግፈና ቅዱስ ማርቆስ ኣብ ወንጌሉ እንታይ ይብል ዞበ እዝኒ ሰሚኣ ለይስማዕ እቲ እዝኒ ዘለዎ ይስማዕ ኢሉ እቲ እዝኒ ዘለዎ እንታይ ይበል? ይስማዕ። ነቲ ዝወሃብ ቃል ነቶም ዝንገርዎ ቃላት እዝኒ ዘለዎ ሰብ ድሕር ደኣ ኮይኑ ይስማዕ ኢሉ እሞ ሎማዓንቲ ዝወሃበና ቃል ኩልና ብእዝነ ልቦና ክንሰምዖ እግዚኣብሔር ይሓግዘና። ብእዝነ ስጋ ኣብ ርእስና ዝበቖለ እዝኒ ጥራይ ዘይኮነ ክሰምዕ ዝግብኦ ብሕልና ወይ ድማ ብእዝነ ልቦና ዝሰምዕ ኣእምሮ እንተሃልዩናብና ክንከድ ንኽእል እሞ ብእዝነ ልቦናና ክንሰምዕ እግዚኣብሄር ይደግፈና። ሎምዓንቲ ልክዕ ፍርቂ ናይ ዓቢይ ጾም ወይ ከኣ ጾመ እግዚእ በጺሕና ኣለና። እዚ ሰንበት እዚ እንታይ ተባሂሉ ይጽዋዕ? ደብረ ዘይት ይበሃል። እዚ ደብረ ዘይት ብዝብል ትምህርቲ ብዛዕባ ናይ መወዳእታ ዓለምን ናይ ሕልፈት ዓለምን ምልክታቱን ኣቦታትና ሃዋርያት ዝተምሃርሉ መዓልቲ እዩ። ስለዚ በዚ ዕለት እዚ ዝተምሃርዎ ክሰምዑ በገስ ይቃልና እንታይ ዝኸውን ሓደ ከየስሕተኩም ተጠንቀቁ ምሳይ ከምስ ንበሉ ሃኒም ከየስሕተኩም እንታይ በሉ ተጠንቀቁ እዚ ኣብ ወንጀል ማቴዎስ ምዕራፍ 24 ካብ ፍቅዲ ሓደ ጀሚሩ ክሳብ ሰላሳን ሓሙሽተን ዘሎ ጥቕሲ ኢና ክንዘራረብ ሕራይ እምበኣር ሓደ ከየስሕተኩም ተጠንቀቁ ኣብ ደብረ ዘይቲ ተቐሚጡ ከሎ ደቀ መዛሙርቱ ብሕት ኢሎም እዚ መኣዝ እዩ ክኸውን ናይ ምምጻእን ናይ ህልቀት ዓለምን ከ መኣስ እዩ ምስ በልዎ ሓደ እኳ ከየስሕተኩም ተጠንቀቑ ኣቐዲምሎም ቅድሚ በዚ ዕለት እዚ እዚ ምስ ረኣኹም ከምዚ ምስ ኮነ እዩ ክኸውን ቅድሚ ምባሉ ማንም ከየስሕተኩም፣ ሓደ'ኳ ከየስሕተኩም ተጠንቀቑ ኢልዎም። ስለዚ እዚ ዕለት እዚ ደብረ ዘይት ተባሂሉ ይጽዋዕ። ደብሪ ማለት ታባ ወይ ከዓኒ እምባታት ወይ ጎቦ ማለት እዩ። በሪኽ ነገር ማለት እዩ። ዘይት ማለት ከኣ ኣውሊዕ ዝበቕሎ እቲ ዓውሊዕ ድማ ዝሕለብ ኣውሊዕ ዝበቕሎ ጎቦ ኣውሊዕ ወይ ድማ ታባ ኣውሊዕ ማለት እዩ። ስለዚ እዚ እምባ እዚ ካብ ከተማ ኢየሩሳሌም ንምብራቕ ብርኽ ዝበለ ቦታ እዩ። ኣምላኽናን መድሓኒናን ኢየሱስ ክርስቶስ ምሉ መዓንቱ ኣብቲ ከተማ ወሪዱ ምስተም ህዝቢ ሕሙማቶም ከተስእ፣ ጸማማቶም ከሕዊ፣ ለምጸማቶም ከንጽህ፣ ጥሙያቶም ከጽግብ ኮታ ስጋዊ ሽግሮም ብተኣምር፣ ክሕውዮም እንከሎ ደነስ ሓጢኣት ናይ ሰብነቶም ከኣ ብቓሉ ገይሩ ይሃንጾም ይውዕል እሞ ምሕዳር ግን ኣብቲ እምባ እንዳኸደ ይሓድር ነበረ እዩ ዝብል። ምሕዳር ኩሉ ግዜ ጌታ ኣብ ደብረ ዘይት ነበረ። ደብረ ዘይት ብርኽ ዝበለ እምባ እዩ። ኣብ በሪኽ ይነብር ነበረ። ንሉ ንምንጋር እዩ። ኣምላኽ ልዑል ምዃኑ፣ ኣምላኽ ዓቢይ ምዃኑ ንኽነግር ኣብ በሪ ኺሎ ይሓድር ነበረ። ስለዚ፣ ካብ ዕለታት ሓደ መዓልቲ በይሩ ኣብ ቤተ መቅደስ መጺኡ፣ እዚ ኹሉ ህዝቢ እንዳ ተኸተሎ እንከሎ፣ ኣቦታት ንሃዋርያት ምስኡ እንዳ ተኸተልዎ እንከለዉ፣ ህንጻ ቤተ መቅደስ ኣርእዮሞ። ኣንታ መምህር፣ ትግደንኻ እዚ ህንጻ እዮም ኢሎሞ። እቲ ህንጻ ዘገርም እዩ ነይሩ። ኣርብዓን ሽዱሽተን ዓመት ዝወሰደ ህንፃ ነዚ ህንፃ እዚ ንክሃንፁ ክንደይ ወሲድሎም? ኣርብዓን ሽዱሽተን ዓመት ወሲድሎም። ሰራሕተኛታት እውን ቁፅሪ የብሎምን። ፀረብቲ እምኒ ወይ ድማ ሰበርቲ እምኒ ጥራይ ሰብዓ ሽሕ ነበሩ። ሙሉ መዓልቱ እምኒ ክፀርቡ ዝውዕሉ ሰብዓ ሽሕ ነበሩ። ንቲ ተሰበረ እምኒ ተፀርበ እምኒ ዝጓርቲ ግን ኣይተቆፅሩንን። ሃገረ ገሊላ ወይ ድማ ዘባ ገሊላ ብምቕም ማለት እዩ። ነደቕቲ ወይ ድማ ውሓለታት ከዓ ሰላሰ ሽሕ ነበሩ። ንዚ ህዝቢ እዚ ክንዲ ዓመት ወሲዱ እዚ ቤተ መቅደስ እዚ ክንደይ ደኽሊ ጸኒሐ ኣርብዓን ሽዱሽተን ዓመት ወሲዱ ንዚ ህዝቢ እዚ እንታይ ዝዓይነቱ ህንፃ እዩ ከመይ ዝበለ ግዝፊ ነይርዎ ከመይ ዝበለ ኣሰራርሓ ተሰሪሑ ዘደንቅ ኣሰራርሓ ተሰሪሑ ስለዚ መሰራይኡ በቃ ኣቦታትና ሃዋርያት ኣደኒቅዎም እዩ ዘገርም እዩ ስለዚ ትሪኢዎ ዶ ኣለኻ ኢሎሞ ጌታ ግን እምኒ ኣብ ልዕሊ እምኒ ዘይትርከበሉ መዓንቲ ክመጽእ እዩ እዚ ትሪኢዎ ዘለኹም ዘገርም ህንጻ ክፈርስ እዩ እምኒ ኣብ ልዕሊ እምኒ ዘይትዕለሉ መዓንቲ ክመጽእ እዩ። ኢልዎም ኣብ ሰዓት እዚ መኣስ እዩ ክብልዎ ግዜ የብሎምን ስለምንታይ ጽቅጥቅጥ እዩ ሰብ ብዙሕ እዩ ኣብ ከተማ ክዘውር እንከሎ ብዙሕ ህዝቢ እዩ ዝኽተሎ ገሊኦም ንጥፍኣቱ ዝሓስቡ ገሊኦም ጠምዮም ክበልዑ ገሊኦም ድማ ህይወት ካብኡ ክቕበሉ ሰለስተ ክፍሊ ብዝተወስ ክንዲ ዝኣክል መንቂ ነይሩ ከምዚ ሎሚ ኣብ ቤተ ክርስቲያን እቲ ሓደ ንህይወት እቲ ሓደ ንስርሑ ደቃ እቶም ናይ ቀደም ዝነበሩ ናቶም ወለዶ ወይ ድማ ደቆም ብስጋ ሕድሮም ኣብ ቤተ ክርስቲያን ኣለዉ። ኣብ ሰዓት እዚ ክዛረቦ ዘይካሎም ሰብ ስለ ዝበዝሑ እዩ። መነ መን እዮም ብዙሓት ኮይኖም ዘም ህዝቢ እዚኦም? እቶም ሓደ ኣምላኽነቱ ተቐቢሎም ዝህቦም ቃል ህይወት ምዃኑ ተረዲኦም ገመና ጥራይ ዝብሉ ብዛዕባ ናይ እንጀራን መግብን ዘይግደሱ ቃል እግዚኣብሔር ጥራይ ክቦምን ድገመልና ጥራይ ዝብልዮም እቶም ሓደ ከኣ ጾምዮም ጸሚኦም ክበልዑዮም ዝመጹ ሎምዓንቲ ንኮምስቲ ቤት ንቆርስ ኣለና ክቆርሱ ክብሉ ኣበይ ከምዝድሃስስ ኢሎም ይረኽብዎ ቆሪሶም ናነብ ስርሖም ይኸዱ ግዜ ምሳሓ ይኸውን ክምስሑ ከኣ ይመጹ ግዜ ድራር ይኸውን፣ ተደሪሮም ናናብ ቦትኦም ይኸዱ። እቶም ሓደ ኸኣ ካብ ንግሆ ጀሚሮም ዝገብሮ ንጥፈታት ብምሉኡ ፒሮን ደፍተርን ሒዞም ገበን ናቱ ዝጽሕፉ። ጽቡቕ ምግባር ንዕኦም ገበን እዩ ነይሩ። ንዝሓመመ ሰብ ተስእ ኣርዓክ ዓራት ኣልዕል ማለት ንዕኦም ገበን እዩ። ዝሰንከለ ምትዛእ ዝሰኣነ ሰብ ፍቃድ እዩ ህይወት ክትረክብ ብእግርካ ክትከይድ ምስ በሎም ተሲኦም እንተኸይዶም ንኣይሁዳውያን እዚ ሕማም እዩ ስለዚ እቲ ዝገብሮ ዝነበረ ሰናይ ነገር ንዕኡ ገበን ስለ ዝነበረ ዝገብሮ ንጥፈታት ብምልኡ ናብ መንግስቲ ጸብጻብ ኣሕቲትዮም ነይሮም ስለዚ እቶም ዝጠመዩ ተደሪሮም ምምሕዳሮም ምስ ከዱ እቶም ንልምዓቱ ኣብ ጸብጻብ ዝወዓሉ ፋይሎም ሒዞም ናብ ገዝኦም ምስ ከዱ መን ተሪፎም? እቶም ንዕኡ ዝደለዩ ኣምላኾም ምዃኑ ዝተረድኡ ስለ ዳሕረዋይ ዘመን ደኣ እምበር ስለ ግዚኡ ዘይግደሱ ድገመልና ጥራይ ወስኸልና እቲ ቃል ካብኻ እሞ ናበይ ክንከይድ እንዳበሉ ዝነብሩ ቅዱሳን ጥራይ ተሪፎም። ስለዚ ኣብ ሰዓት እዚ ናብዚ እምባዚ ወጹ። እቲ ዕግርግር ተወዲኡ ጸጥ ኢሉ እዩ። ህዝቢ ዝድቅሱ ደቂሱ እዩ። እቶም ዝኸዱ ከይዶም እዮም። ስለዚ ኣብቲ እምባ ምስ ወር ምስ ደወጹ ጸጥ ምስ በለ መሬት ጸው ምስ በለ ማለት እዩ ኣቦታት ንሃዋርያት እቲ ቀትሪ ኣብ ቤተ መቅደስ ተዛሪቦም ዝነበረ ከዘኻኽርዎ ጀሚሮም። መሬት እዮም ብሕት ኢሎም ክሓትዎ ጀሚሮም። ኣንታ ወዝበልካናሲ መኣስ ይኸውን? መዓስ'ዩ ክመጽእ? ምልክታትኸ እንታይ እዮም? ኢሎሞ። እዚ ዝበልካዮ እቲ መቅደስ ዝፈርሰሉስ መዓስ እዩ? መወዳእታ ወይ ድማ ምልክት ምምጻኻስ መዓስ እዩ? ዓለምከ መዓስ እያ ክትሓልፍ? ኢሎም ብሕት ኢሎም ሓተትዎ። ኣብ ሰዓት እዚ ሓደ'ኳ ከየስሕተኩም ተጠንቀቑ። ተጠንቀቑ ብምባል መለሰሎም። ስለምንታይ ኣብቲ ዘመን እቲ ምትላላት ዝበዝሖ ዘመን እዩ። ምድንጋር ዝበዝሖ ዘመን እዩ። ውድቀት ዝበዝሖ ዘመን እዩ። ትዕቢት ዝበዝሖ ዘመን እዩ። ሓሶት ዝበዝሖ ዘመን እዩ። ምክሕሓብ ዝበዝሖ ዘመን እዩ። ምቅታል ዝበዝሖ ዘመን እዩ። ሰብ ነብልንጀርኡ ፍቕሩ ንምዕባይ ዝጓየየሉን ዘመንዩሞ ሓደ እኳ ከየስተኹም ተጠንቀቑ። ብዙሓት ብስመይ ክመጹኹምዮምን ኣነ ክርስቶስየ ክብሉኹምዮምን፣ ስለዚ ከይትኣምንዎም። ብዙሓት ክርስቶስ በሃልቲ መጺኦም ነይሮም እምበኣር ናብ ሃገርና፣ እግዚኣብሄር ጥራይ ንጸዓዱ ጻዕዳ ኮይኑ ክመጾም ኣይግባእን እዩ። ንዓና ንጸለምቲ ውን ጸሊም ኮይኑ ክመጸና ስለ ዘለዎ ኣነ ኢየሱስ እየ ኢሉ ኣብ ሃገር ናብ ዓዲ ሓበሻ ተላዒሉ ነይሩ ሓደ ኣብ ሰዓቱን ኣብ ግዚኡን ግን ኣቦታት ቃል ብቃል እግዚኣብሄር ኣሕፊሮም ወጊዞም ሰዲዶሞ ስለዚ ብዙሓት ክርስቶሳውያን ብዙሓት ኣነ ክርስቶስ እየ በሃልቲ ክመጹ እዮም እሞ ንብዙሓት ድማ ከስሕቱ እዮም ኣብዚ ሰዓት እዚ ተጠንቀቁ እዚ ጉዳይ እዚ ክትሪኡ ከለኹም ምምፀይ ከም ዝቀረበ ፍለጡ ስለዚ እቲ ዘንብብ እንታይ ይበል እቲ ዘንብብ እንታይ ይበል እቲ ዘንብብ የስተውዕል እቲ ዝሰምዕ ድማ ይስማዕ ስለዚ ብዙሓት መምህራን ክመጹ እዮም፣ ብዙሓት ናይ ሓሶት ነቢያት ክመጹ እዮም፣ ከታልሉ እዮም፣ ስለዚ ካብዚኣቶም ተሓለው ብምባል ኣብ ሰዓት እዚ ምልክታቱ ከርእዮም ጀሚሩ። ውግእን ወረ ውግእን። ክለዓል እዩ፣ ጢመትን ምንቅጥቃጥ ምድርን ክኸውን እዩ፣ መድሓኒት ዘይብሉ ፌራ ሕማም ክወርድ እዩ፣ እዚ ምስ ረኣኹም ግዜኡ ከም ዝቐረበ ፍለጡ። ነገስታት ኣብ ልዕሊ ነገስታት ክለዓሉ እዮም፣ ህዝቢ ኣብ ልዕሊ ህዝቢ ክለዓሉ እዮም። ሰባት ነንባዕሎም ክናኸሱ እዮም። ስለዚ እዚ ዘመን እዚ ምስ ረኣኹም ግዚኡ ከም ዝቐረበ ፍለጡ። እዚ ቃል ዝተዘረበ ቅድሚ ክልተ ሽሕ ዓመተ ምህረት እዩ። ኣብ ዘመንና ግን ሕጂ ይርአ ኣሎ። ስለዚ ኣብ ኣፍ ደገ ምጽኣት ጌታ ከም ዝበጻሕና እንፈልጠሉ እዩ እሞ እቲ ዘንብብ እንታይ ይበል? እቲ ዘንብብ የስተውዕል፣ እቲ ዝሰምዕ የስተውዕል። ስለዚ ናይ ሓሶት ብዙሓት ሓሰውቲ ነቢያት ክትንሱ እዮም፣ ንብዙሓት እውን ከስሕቱ እዮም። ናይ ሓሶት ነቢያት ክበዝሑ እዮም፣ ነቢይ እከለ ነቢይት እከለ ክበዝሑ እዮም። ትንቢቶም ከኣ ኩሉ ናይ ሓሶት እዩ። ትንቢት ተስፎም ኩሉ ናይ ሓሶት ተስፋ እዩ። እዚ ምስ ረኣኹም ግዜኡ ከም ዝቐረበ ፍለጡ። ኣብ ዩቱብ ኣብዚ ሰዓት እዚ ነብዪ ኢልኩም ጽሓፉ ወይ ድማ ነብዪት ኢልኩም ጽሓፉ። ዝበዝሑ ኤርትራውያንን ኢትዮጵያውያንን ኣብኡ ነብያት ኮይኖም ክጸንሑኩም እዮም። የሕዝን። ፈጸምቲ ናይዚ ትንቢት እዚ ምዃን ጽቡቕ ኣይኮነን። ስለዚ ነብያት በዚሖም ክልተ ዓመት ሓደ ዓመት ምስ ህዝቢ ተኣኪቡ ቃል እግዚኣብሔር ምስ ተዛረበ በገዛእ ስልጣኑ ኣነ ነቢይ እየ ይብለካ። ዝንበዮም ትንቢት ድማ ሓሶት ትንቢት ድሕሪ ባይታኻ ኣጽኒዑ ሽግርካ ኣጽኒዑ ብሽግር ካብ ጌሩ ዝንበ ካብ ኣብዚ ዘለና ሰባት ሽግርና ዘጽንዑ ሰባት ይገብር ድሕሪ ባይታና ዘጽንዑ ሰባት ይገብር ብድሕሪ እዚ በዚ መንፈስ ቅዱስ ብዝገለጸኒ ለማዓንቲ ይጅምር በዚ መንፈስ ቅዱስ ሳሪኒ ኣሎ ከምዚ ትሽገር ከምዚ ጸገም ዘለካ ከምዚ ትደክም ግን ዘይኾነልካ ብጣዕሚ ተነጊርዎ እዩ ግን ብድሕሪ ዝመደኣ ነጊርዎ ቀልባሕባሕ ዝበል ንስኻ ንዓይ ናበል ዝትብጽኻ ኸም ይገብር እዚ ድሕረኻ እንዳጽንዐ ናይ ሓሶት ዝትምነዩ ዝንበዩ ንሰባት ዘታልሉ ጨካናት ኣብ ዓለም ተፈንዮም ስለ ህዝቢ ዘይርህሩህ ነብያት ናይ ሓሶት ነብያት እዚኦም ምስ ረኣኹም ምጻተይ ከም ዝቐረበ ፍለጡ። ናይ ሓሶት መዳናገርቲ ሽግርካ ኣጽኒዑም ካብ ሎሚ ሽግርካ ተወጊዱልካ እዩ ካብ ሎሚ ሽግርካ ተዓጽዩ ኢየሱስ ክርስቶስ ሰላም ረኺብካ ኢኻ ብምባል የተስፍዎ ስለምንታይ ሽግሩ ብደገ ኣጽኒዑ መጽኡ ካብ ሓጎስ ተለዓለ ኣብ ጅቡእ ዘለ ገንዘብ ኣብ ጅቡእ ዘለ ወርቂ ገጽ በርህ ደርቢሉ ይኸይድ ስለምንታይ ምሸት ትሓልፈሉ እያ ካብ ምሸት ክሓልፈካ እዩ ተባሂሉ እዩ። ምሸት ግን ናይ መንፈስ ቅዱስ ስለ ዘይኮነ እቲ ትንቢት ክሓልፈሉ ዘይኮነ ነቢያት ዝበዝሕሉ ዘመን ምስ መጸ ግዚኡ ከም ዝኣኸለ ፍለጡ። በተን መዓልታት እቲኤን ንጥኑሳትን ንዘጥፍዋን ወዮ። ኣብታ ሰዓት እቲኣ እተን ዘጥቡ ኣደታትን እተን ነፍሰ ጾራት ኣደታትን ወይልኤን ኢሉ መጥበውቲ ተባህላኸ መን እየን እዚኤን ብትርጉም ከሊአን ይግባእ ነፍሰ ጾራት ተባህላ ብትዕቢት ዝተነፊሖም ዘይሕረስ ጥንሲ ዝጠነሱ እዮም ትዕቢት ንኽሓፍስ ኣሸጋሪ እዩ። ሰብ ብትዕቢት እንተተለኺፉ ትዕቢት ንኽሕረስ ሽግር እዩ። ስለዚ ነቶም ብትዕቢት ዝተነፍሑ ጥኑሳት ኢልዎ ነፍሰ ጸራት እዮም ኢሎም። ስለዚ ነፍሰ ጸራት ወይልኩም ትሑት በሉ ሰቢኹም ኩሉ ወዲ ኣዳም ከም ሃም ወዲ ሽወ ትሽዓተ ወርሒ እዩ። ፍልልይኩም ናይ ሃብትን ድኽነትን እዩ። ስለዚ ትሕት በሉ ትዕቢተኛታት ኢሎም ትዕቢተኛታት እዩ ዘጥዋ ዘጥዋ መምህራን እዮም። ኣደ ተጥቡ ህጻን ድማ ይጠቡ ስለዚ መማህራን ቃል እግዚኣብሔር የጥቡ ኣባጊዕ ወይ ከኣ ምእመናን እግዚኣብሔር ድማ ቃል እግዚኣብሔር ይጥቡ ስለዚ ኣቱም መጥበውቲ ወይልኹም መማህራን ወይልኹም ዘይትገብርዎ ኢኹም ግበሩ ትብሉ ስለዚ ወይልኹም መጥበውቲ ወይልኹም ሰበስልጣን ወይልኹም መማህራን ወይልኹም ኣገልገልቲ ማለት እዩ ስለዚ ህድማኹም ብኽረምቲ ወይ ከኣ ብሰንበት ከይኸውን እንታይ በሉ እንታይ በሉ ጸልዩ ህድማኹም ብኽረምቲ ወይ ከኣ ብሰንበት ከይኸውን ጸልዩ፣ ጸሎት ከድሊ ዘመንቲ እዩ። እዚ ጉዳይ እዚ ክትብል ከለኹም ጸሎት ከድልየኩም እዩ፣ ጸልዩ። ብዕለተ ሰንበት ህድማ ከይኾነኩም። ዕለተ ሰንበት ማለት እቱ ናብ ቤተ ክርስቲያን ዝብገስ ናብ ቤተ ክርስቲያን ኣትዩ እዩ። እቲ ዝድቅስ ሰካራምውን ኣብ ወይኒ ሓዲሩ ኣብ ዲስኩ ሓዲሩስ ደቂሱ እዩ ንግሆ ኣብ ጽርግያ ወጺኢኻ ሰብ የለን ጸጥ እዩ ዝብል እቲ መሬት ሓቡር ኢልካ ዝሕብረካ የለን ስለዚ ኣብቲ ዘመን እቲ መንገዲ ኣምላኽ ዝምህርኹም ከይትስእኑ ንስሓ ደሊኹም ንስሓ ዘነስሓኩም ከይትስእኑ መንገዲ እግዚኣብሔር ዘሪኦኩም ስኢንኩም ከይትጠፍኡ መምህራን ከይትስእኑ ስለ መምህራንኩም ጸልዩ መምህራን ክህበኩም ጸልዩ መንገዲ ክህበኩም ጸልዩ ሰኣል ዝሕብረኩም ከይትጠፍኡ ማለት እዩ ክረምቲ ከይኸውን ማለቱ ክረምቲ ማይ ሃሪሙ ገረብ ከም ዝልምዕ እሞ እኽሊ እውን ከም ዝዓቢ ግን ከይፈረየ ከሎ ፀሓይ መፅኡ የህጉጎ ኣብ ሰዓት እዚ እኽሊ ዘይኩንካ ትዓፅድ እንታይ ትዓፅድ ማለት ሓሰር እኻ ትዓፅድ ስለምንታይ እቲ ዝግባእ ኣይተመገበን ንኽነውዕ ንኽበቁልን ንኽነውሕን ማይ ሃሪሙ ግርም ንኽፈሪ ማይ ድዩ ዘድልዮ ማይ ኣይኮነ ዘድልዮ ንክነት ንክፈሪ ንፋስ እዩ ዘድልዮ ናይ ሰሜን ንፋስ ክሃርማ ኣለዎ ብድሕሪ እቲ እኽሊ ክፈሪ ይሓስብ ከም ሰብ ይሓስብ ስለዚ ገና ከይፈረኹም ከለኹም ክርስቲያን ተባሂልኩም ኹም ግን ከይፈረኹም ከለኹም ሞት ከየርከበኩም ተነስሑ ተጠንቀቁ ማለት እዩ። ስለዚ እኽሊ ብምብቋሉ ፈርዩ ኣይበሃልን ምስ ፈረየዩ ፈርዩ ትብል ስለዚ ንስኻትኩም ክርስትያን ተባሂልኩም ተጠሚቕኩም ክርስትያን ብምባልኩም ድሕንኩም ከይመስለኩም ክትፈርዩ ክትክእሉ ኣለኩም ስለዚ ከይፈረኹም ኣምላኽ መጺኡ ከይወስደኩም ማለት እዩ ስለዚ ንሕና ድማ ክንፈሪ እግዚኣብሄር ይደግፈና እቲ ፍረ ድማ ጥራይ ክርስትያን እየ ኢልካ ኮፍ ዘይኮነ ከም ደቂ እምኒ ክርስትያን ክንቀሳቀስ ክኽእል ኣለዎ ክንንሳሕ ክንክእል ኣሎና ክንቆርብ ክንክእል ኣሎና እቲ ዘመን ናይ መወዳእታ ምዃኑ ንሪኦ ኣለና ኣብ ዘመንና በፂሑ ኣሎ ደመና ጸለል ምስ በለ ማይ ከም ዝመጽእ ትፈልጡ ኢኹም። ማይ ማይ ክሃርም ከም ዝደለየ ክረምቲ ከም ዝመጸ ትፈልጡ ኢኹም። ሓቁ እኮ እዩ። ዝናብ እንድሕር ደመና ንጽ ሓጎር እባ ቢልዋ ማይ ክትሃርም ያለ መዓንቲ ትብሉ ኢኹም። ዘም ምልክታት እዚኦም ምስ ረኣኹም ክመጽእ ምዃኑ ይፈለጡ። እዚ ምልክት እዩ። ኣብቲ ሰዓትቲ እቲ ብነቢይ ዳንኤል ኣብታ ቅድስቲ ስፍራ እቲ ርኹስ መንፈስ ደው ኢሉ ምስ ረኣኹ ዓለም ከም ዝወድእ ፍለጡ። ኣብታ ቅድስቲ ስፍራ ኣብታ ቤት ኣምላኽ እቲ ርኹስ መንፈስ እቲ ናይ ትዕቢት መንፈስ እቲ ናይ ትምክሕቲ መንፈስ እቲ ናይ ምፍልላይ መንፈስ እቲ ናይ ርኽሰት መንፈስ ብኣገልገልቲ መሲሉ ድዩ? ብተገልገልቲ መሲሉ ድዩ? ብምእመናን መሲሉ ድዩ? ኣብ ዓውደ ምሕረት ደው ምስ በለ ፍለጡ ኢኹም። እቲ ብነብዪ ዳንኤል ዝተነግረ ናይ ጥፍኣት ርኽሰት ኣብታ ቅድስቲ ስፍራ ቚይሙ ምስ ረኣኹም፣ እቲ ዘንብብ እንታይ ይበል? የስተውዕል። ወንጌል ማቴዎስ ምዕራፍ ዕስራን ኣርባዕተን ካብ ፍቕዲ ሰላሳን ሓደን። ስለዚ ሎሚ ኣብ ኣውደ ምሕረት ክንደይ ዘይተረኣየ! ክንደይ ርኽሰት ዘይተረኣዮ ኣውደ ምህረት ከምቲ ቅድስና ትኸዳ ኣላ ዶ ከምቲ ቅድስና ትኸተብ ትህሉ ህዝቢ ደ ሰላም ምስኣነ ኖ ኣብ ኣውደ ምህረት ንጹህ ሰብ የለን ማለት እዩ ቅኑዕ ሰብ የለን ማለት እዩ ናይ ትዕቢት መንፈስ ነጊሱሎ ማለት እዩ ናይ ክፋእ መንፈስ ነጊሱሎ ማለት እዩ ስለዚ እዚ ዘመን እዚ ምስ ረኣኹም እቲ ዘንብብ የስተውዕል እንጂ ደቂ ሰባት ብገዛእ ነብሶም ዝጓስዩ ጨካናት ክመጹ እዮም። ሽዑ ዝኾነ ሰብ ክርስቶስ ኣብቲ ኣሎ ወይ ከኣ ኣብዚ ኣሎ እንተበልኹም ኣይትውጹ። ስለምንታይ መንጠልቲ ሓሰውቲ ክርስትያን ኣለዉ? ክርስቶስ ኣብዚ ኣሎ ተበልኹም ኣይትኺዱ። ክርስቶስ ኣብዚ ዘሎ ተበልኹም ኣይትኺዱ። እዚ ኹሉ መንእሰይና ፍቐዶ ለኳላት ዝዘልል ዘሎ ኢየሱስ ኣብዚ ኣሎ ስለ ዝበልዎ እዩ። ኣይትውፅኡ ኣብታ ቅድስት ቤተ ክርስቲያን ዝዓበኹምላ ኢየሱስ ኣይርከብን ኣብዚ ሎካል እዚ ዝርከብ ኣዳራሽ ዝርከብ ተባሂሎም ምስ ከዱ ኣብኡ ክዘሉ ይነብሩ ኣለዉ ስለዚ ኣብዚ ኣሎ እንተበልኹም እንታይ ኣይትበሉ እቲ ዘመን ክፉእ እዩ፣ እዙይ ከዓ ክርስቶስ ከመፅእ ምዃኑ ንኸትፈልጥሉ ዝተገብረ እዩ። ካልኣይ ጴጥሮስ ምዕራፍ ክልተ ካብ ፍቕዲ ሓደ ክሳብ ሰለስተ ሓሰውቲ መምህራን ግና ከምቲ ሓሰውቲ ነቢያት ኣብ ማእኸልኩም ህዝ ኣብ ማእኸል ህዝቢ እግዚኣብሔር ተንስኦም ዝነበሩ ህጂ እውን ኣብ ማእኸልኩም ክትስዮም ኢሉ እዞም ሓሰውቲ ነብያት ሽዑ ነይሮም እዮም ሎሚ ገጾም ቀይሮም ቅጥዒ ቀይሮም ምስቲ ማዕበል ማዕቢሎም ደኣ ይምጹ እምበር ሽዑ እውን ነይሮም እዮም ቅዱስ ጴጥሮስ ክዛረብ እንከሎ ከምዚ ሎሚ ሓሰውቲ ነብያት ኣብ ማእኸልኩም ተረኺቦም ዘለዉ ኣብቲ ዝመጽእ ዘበኑ እንታይ ክኾኑ እዮም ክመጹ እዮም እቲ ዘንብብ ይቅርታ ግናኸ ከምቲ ሓሰውቲ ነቢያት ኣብ ማእኸልኩም ኣብ ማእኸል ህዝቢ እግዚኣብሔር ተንስኦም ዝነበሩ ኣብ ማእኸልኩም እውን ሓሰውቲ መምህራን ክትንሱ እዮም ንሳቶም ብሕቡእ ጥፍኣት ዘስዕብ መናፍቕነት ከምፅኡ እዮም ነቲ ዝተበጀዎም ጎይታ ብምኽሓዶም እውን ኣብ ልዕሊኦም ቅልጡፍ ጥፍኣት ከምፁ እዮም ብዙሓት ድማ በቲ መንገዲ ርኽሰቶም ክስዕብዎም እዮም፣ ብሰሮም እውን እታ መንገዲ ሓቂ ክጽረፍ እያ። ንሳቶም ስሱዓት ስለ ዝዀኑ ብዘረባ እናጠበሩ መናገዲ ክገብሩኹም እዮም። ካብ ቀደም ፍርዶም ኣብ ልዕሊኦም ኣንጠልጢሉ ዘሎ እቲ ዘጥፍኦም ከኣ ነቒሑ ይጸበ ኣሎ። እዚኣቶም ንጥፍኣት ዝተዳለዉ እዮም፣ መሻቐጢ መናገዲ ይገብሩኹም ኣለዉ። ኣብ ገዛ ዓጽዮም ጅሆ ጌሮም መና መጻወት ይገብርኹም ኣለዉ እቲ ዘመን ህጂ ስለዚ ክርስቶስ ኣብዚ ኣሎ እንትበልኳ እንታይ ኣይትበል ኣለና ዶ እንታይ ትበል ኣይትውጻእ ክርስቶስ በዚ እዩ ዘሎ እንትበልኹም ኣይትኺዱ ክርስቶስ ሎምን ትማልን ንሱ እዩ ሓዱሽ ክርስቶስ የለን ማለት እዩ። ስለዚ እዚ ዘመን እዚ ህዝቢ ዝንገደሉ ዘመን ኢና በፂሕና። ቀደም ነጋዶ ንፈልጦም እኽሊ፣ ክዳን ወይ ካሊእ ቆሳቁስ ክነጉድ ኢና ንፈልጥ። ሎሚ ግን ንግዲ ሰብ ብህይወት እንከሎ ኢኻ ትሸጦ ተኾይኑ፣ ሰብ ብህይወት እንከሎ ትነግደሉ። ዕጽው ኣቢልካ ኣብ ሓደ ገዛ እትነብደሉ፣ ሰብ ናብ እንስሳ ዝተቐየረሉ ዘመን እዩ። ስለምንታይ? ርእሱ ረኺቦማያ። ስለዚ መፈጸምታ ዘመን ስለ ዝኾነ መናገዲ ኣይትኹን። እዚ ምስ ረኣኹም ግዜ ከም ዝቐረበ ፍለጡ። እዚ ኣብ ግዜና ንሪኦ ዘለና እዩ። ኣብ ቀዳማይ ቆሮንቶስ ምዕራፍ ዓሰርተ ሓደ ቀዳማይ ቆሮንቶስ ምዕራፍ ዓሰርተ ሓደ ካብ ፍቕዲ ዓሰርተ ሰለስተ እንታይ ይብል? ገዛእ ርእሶም ናይ ክርስቶስ ሓዋርያት ከም ዝኾኑ ክመስሉ ብጥበራ ዝዓዩ ሓሰውቲ ነብያት እዮም። ሰይጣን እኳ ንርእሱ ንመልኣክ ብርሃን ይመስል እዩ እሞ እዚ ኣየገርምን? ንርእሶም ከኣ እቶም ኣገልገልቲ ሰይጣን ንርእሶም ኣገልገልቲ ጽድቂ እንተመሰሉ ዘገርም ኣይኮነን። ዲያብሎስ እውን ከታልል እንተደልዩ መልኣክ እግዚኣብሔር ክመስል ይኽእል እዩ። ስለዚ ህይወት ንስጋኦም ከም መበርትዑ ክብሉ ወይ ድማ ከምስሉ ክብሉ ናይ ክርስቶስ ሓዋርያት እንተመሰሉ ናይ ክርስቶስ ሰበኽቲ እንተመሰሉ ኣየገርምን። ሎሚ ሓዋርያ እከለ ዘይተባሃለ ነቢይ እከለ ዘይተባሃለ ሰብ የለን። ኣብ ቤተ ክርስቲያንና ሓዋርያ እከለ ተባሃለ ዝበሃል መምህር ኣለና? ቃል ብቃሉ ሃዋርያ እከለ ዝበሃል ካህን ወይ መምህር ዲያቆን ኣለና የለንን። ኣብቲ ዘመንቲ ግን እዩ ሓሶት ሃዋርያት ስሞም ሃዋርያ ክኸውን እዩ። በዚ ኣይትታለሉ ይብል። ሰይጣን እውን ንሰባት ከታልሎም እንተኾይኑ፣ ሰይጣን ተመሲሉ መጺኡ ክታለሉ ከም ዘይፈ ዘይክእሉ ይፈልጥ እዩ። ስለዚ መን ክመስል ኣለዎ? ገብርኤል ክመስል ኣለዎ። ሚካኤል ክመስል ክኽእል ኣለዎ። ገብርኤል ኣብ እሳተ ባቢሎን ንሰለስተ ህፃናት ከውፅኦም ከሎ ይፈልጥ እቲ ክርስቲያን። ስለዚ ንገብርኤል እንተመሲልካ እንተመሲሉ ከታልለካ ይኽእል እዩ። ስለዚ ሰይጣን ከይተረፈ ይቕየር ስለ ዝኾነ ንመኽሰቡ ንምትላል ዘይመልክዑን ዘይግርሙን ይለብስ ስለ ዝኾነ እዚኣቶም ንገዛእ ረብሐኦም ይመስሉ እዮም ግን ኣይገርምን እዚ ምስ ረኣኹም መወዳእታ ዓለም ከም ተበፅሐ ፍለጡ ስለዚ እቲ ዘንብብ እንታይ ይበል ተስተውዕል ዞበ እዝን ሰሚኣ ለይስማ እቲ እዝኒ ዘለዎ ህጂ ይስማ ተፃረፍቲ ክኾኑ እዮም ካብ ደጋና ስለምንታይ ናይ ፅርፈት መልሓስ ወይ ድማ ናይ ፅርፈት ልሳን ክወሃቦም እዩ ተፃረፍቲ ክኾኑ እዮም ዝጸርፍዎም ከኣ ንቅዱሳን እዮም ክጸርፉ ንነብሶም ዝቀደሱ ንቅዱሳን ዘርክሱ ክኾኑ እዮም ንነብሶም ሃዋርያትን ነቢያትን ቅዱሳንን ብፁዓንን ኢና እንዳበሉ ንቅዱሳን ግን ጣዖት ክብልዎም እዮም ንመላእክት ግን ጣዖት ክብልዎም እዮም ስለዚ ናይ ጽርፈት መልሓስ ተዋህቦም ራእይ ዮሃንስ ምዕራፍ ዓሰርተ ሰለስተ ካብ ፍቕዲ ሽዱሽተ ዘሎ ቃል ክርኦ ይግብኣና። እዚ ተጻራፊ ፍጡር እዚ እቲ ዲያብሎስ ባዕሉ ናይ ጸርፊ ስለ ዝኾነ እቶም ናቱ ዝኾኑ ድማ ናይ ጽርፈት ሓይሊ ሃቦም። ስለዚ ንስም እግዚኣብሔር ክጸርፉ፣ ንማሕደር እግዚኣብሔር ክጸርፉ፣ ንቅዱሳን ክጸርፉ፣ ኣብ ሰማይ ንዘለዉ ቅዱሳን ከይተረፈ ንዕኦም እውን ክጸርፉ እዮም። እዚ ምስ ረኣኹም ግዜ ከም ዝተወድኤ ወይ ድማ ምጽኣት ክርስቶስ ከም ዝኣኸለ እንታይ በሉ ፍለጡ። ሕራይ ስለ ቅዱሳን ሎሚ ጣዖት ዝብሉ ሰባት ግጥሞም ኣይፈልጡን ድዮም? እ ኣይገጥምናን ንዓይ እንታይ እዩ ዝገጥመኒ መስ ይገጥም ይመስለኒ ንስእለ ቅዱሳን ጣዖት ዝብሉ ንስእለ መላይ ጣዖት ዝብሉ ንስእለ ፓስተሮም ግን ዝጥቅሩ ዝገርም እኮ እዩ እኮ፣ ዝገርም እኮ እዩ ናይቲ ወንጌል ዝምህሮም ፓስተር ኣብ መንድቆም ተጠቂዑ ኣብ ማኪኖም ተጠቂዑ ትረኽቦ ንስእለ ቅዱሳን ጣዖት ዝብሉ ነብሶም ዝቀደሱ ንጽህና ዘይብሎም ናይ ጽርፈ ዝተመልኡ ንስም እግዚኣብሄር ዝጸርፉ ታቦተ እግዚኣብሄር ስም እግዚኣብሄር ይኮነ ተጻሒፍዎ እታው ንታቦት ጣዖት ዝብሉ ንስም እግዚኣብሄር ዝጸርፉ ንማሕደር እግዚኣብሄር ዝጸርፉ ቤተ ክርስቲያን ማሕደር መን ድያ? እታ ዓንተቦ እተዛረብና ኣላ ቤተ መቅደስ እታ ተገርም ቤተ መቅደስ ሰሪሑ ምስ ወደአ ንጉስ ሰሎሞን እግዚኣብሄር ሓደ ቃል ተዛሪብዎ ነይሩ። ኣብዛ ቤት እዚኣ ዝጽለ ጸሎት እእዛነይ እንታይ ክብሎ እየን? ክሰምዑ እየን። ኣዒንተይ እውን ክሪኦ እየን። እዛ ቤት እዚኣ ንዘለኣለም ኣዒንታይ እያ? መሕደሪተይ እያ። ንዘለኣለም እዚኣ ክሓድር እየ። ስለዚ ቤት እግዚኣብሄር ማሕደር መን እያ? ማሕደር እግዚኣብሄር። ቤተ ክርስቲያን ተበልካ ህንፃ እንዳኣሉ መንደቕ እንዳኣሉ ኣደና ቅድስት ድንግል ማርያም መለኮት ሓደራ እንዲዩ ማሕደር እግዚኣብሔር ኣይኮነትን እያ ስለዚ ንእመብርሃን ጣዖት ዝብሉ ተመሊሶም ከዓ ንክርስቶስ ከዓ ንፈልጥ ኢና ዝብ ንድንግል ማርያም ከይፈለጥካ ንጌታ ንየሱስ ክርስቶስ ይፈልጡ እያ ክትብልና ንሓቅነት የብልካ ዝጸርፉ ክመጹ ኢዮምን ንቅዱሳን ክጸርፉ ኢዮም መኒኡ ግብረ መንፈስ ቅዱስ ክብሉ ኢዮም እቲ ዘመን እዚ እዩ ትዕቢትን እግዚኣብሔር ትዕቢትን ንእግዚኣብሔር ዝጽርፍ ቃላትን ዝዛረብ ኣፍ ተዋህቦ በርብዓን ክልተን ወርሒ ግብሩ ድማ ክፍጽም ስልጣን ተዋህቦ ሽዑ ንኣምላኽ ክጸርፍ ንሱም ውን ንማሕዶሩን ነቶም ንኣምላኽ ዘኽብሩን ክጸርፍ፣ ንጌታ ክጸርፍ፣ ኢየሱስ ክርስቶስ ኣማላዲ ክብሉ ገጢሞም ይፈልጡ ዶ? ኢየሱስ ሲ ኣማላዲ እዩ ካብዚ ዓቢ ጽርፈት ኣሎ? ንፈጣሪ ፍቁር ዝገበሩ ክመጹ እዮም። እዚ ክትሰርሑ እንከለኹም መወዳእታ ዓለም ከም ዝኾነ ፍለጡ። ስለዚ እቲ ዘንብብ የስተውዕል። ንዘይፈልጥዎ ስልጣን ይጻረፉ። ንመላእክት ክብሮም ኣይፈልጥዎምን እዩ። ንሰማያውያን መላእክት ክብሮም ስለ ዘይፈልጥዎም ንዕኦም ይጸርፍዎም እዩ። ከምኡ ከኣ እዞም ሰባት እዚኣቶም ብሕልሚ ተገሊጹና እዩ እናበሉ ሰብነቶም የርክሱ፣ ንስልጣን ዘበለ ኩሉ የቃልሉ፣ ነቶም ኣብ ሰማይ ዝነብሩ ክቡራን ይጸርፉ። ግናኸ ሚካኤል እቲ ሊቀ መላኢት ዝገርም እኮ እዩ እቲ ሊቀ መላኢት ብዛዕባ ሬሳ ሙሴ ምስ ዲያብሎስ ክከራኸር ከሎ ኣምላኽ ይገስጽካ ደኣ በሎ እምበር ክጸርፉ ኣይደፈረን። ኣዩ ንቶም ኣብ ሰማያውያን መላኢክት ንዕኦም ክጸርፍዎም እዮም ሚካኤል መን እዩ ክብሉ እዮም ሚካኤል ኣየማልድን ክብሉ እዮም ንሚካኤል ንኹሉ ቅዱሳን ከቃልሉ እዮም ግን እዩ ሚካኤል እኳ እቱ ሙሉእ ስልጣን እንከለዎ ሙሉእ ሓይል እንከለዎ ኣብቲ ቀዳማይ መዋእል እውን ንዲያብሎስ ካብ ክብሪ ናብ ሓሳር ደርቢ ከብቅዕ ኣብ ስጋ ሙሴ ምስሓሓብ ክጸርፎ ኣይደፈረን ጸርፊ ናይ መንፈሳዊ ኣይነኮነን ኣሕዋት እንታይ ግን ኢልዎ እግዚኣብሔር ይገስጽ ስለምንታይ ሓሳብ ዲያብሎስ ክፉእ እዩ ነይሩ ኣብ ውሽጡ ክፉእ ነገር ሒዙ ነይሩ ስጋ ሙሴ ንእስራኤላዊ ክንክበል ነቢይኹም ቅበሩ ኢልኹቦም ሽዑ እስራኤላውያን ሙሴ ክቐብርዎ ንመጻኢ ግዜ ናብ ሲና እንዳመጹ ኣምላኽና ሙሴ እንዳበሉ ንሙሴ እንዳምልኹ ክነብሩ እዩ ነይሩ ሓሳቦም። ዳኹሞቱ እቲ ጠንቂ ክኸፍእ ንግዜ ኣይኮነን ዝሓስብ ንመጻኢ ህጂ ዘኽብርዎ ነብይ እዩ ብእኦም ክቡር እዩ ስለዚ ኣብ ደሓር ግዜ ግን ኣምላኽና ክብልዎ መታን ምቃብሩ ከርእዮም ኣለኒ ነር ተንኮሉ ቅዱስ ሚካኤል ግን እዚ ኣብ ልቢ ድያብሎስ ዘሎ ፈሊጥዎ ኣሎ እና ትብሎ ዘለኻ ዓሲብካዮ ዘለኻ ክፉእ እዩ ንእስራኤላውያን ዘይጠቅም እዩ ክብሪ ኣምላኽ ዘይገልጽ እዩ ስለዚ ስጋ ሙሴ ናይ ግድን ክሕባእ ክኽእል ኣለዎ ክስወር ክኽእል ኣለዎ ካብ እስራኤላውያን ክረኽብዎ የብሎምን በዚኦም ተሳ ጊደፍ ጊደፍ ጊደፍ ተሰሓሒቦም ኣብ ሰዓት እዚ ቅዱስ ሚካኤል እግዚኣብሔር ይገስጽካ በሎ እሞ በኒኑ ጠፍአ ብድሕር እቲ ቅዱስ ሚካኤል ስጋ ሙሴ ሰወሮ ክሳብ ሎሚ መቓብር ሙሴ ኣበይ ከም ዘሎ ኣይፍለጥን። መቓብሩ እንተ ዝፍለጥ ነይሩ፣ ከምዚ ሎሚ ክርስትያን ኣሽሓት ከፊልና ካብ ሃገሩ ኣብ ኢየሩሳሌም መቓብር ጌታ ክንርኢ ንኸደሉ ዘለና፣ እስራኤላውያን ኣበይ ምኸዱ? መቓብር ኣቦኦም፣ መቓብር ኣምላኮም ሙሴ ክሪኡ ንሲና እተጓዓዙ ነይሮም። ስለዚ እቲ ሓሳብ ናይ ዲያብሎስ ክፉእ ስለ ዝነበረ ክግሃድ ኣይገበሮን። ስለዚ ኣብ ሰዓት እዚ ቅዱስ ኣቦ እዚ ቅዱስ ሚካኤል ኣይጸረፎን እግዚኣብሔር ገስጽካ ጥራይ ኢልዎ። ስለዚ ጽርፈት ዝተመልኡ ክኾኑ እዮም እዚ ኣብ ዘመንና ኮይኑ ስለ ዘሎ እዚ ምጽኣት ዓለም ተወዲኡ። እቲ ዘንብብ የስተውዕል። ኸዚ ምስ በለ ኣብ ናይ መወዳእታ ናይ መወዳእታ ቁጽረይ ግዜ ይኸደና ስለ ዘሎ ሓንቲ ጥቕሲ ጥራይ ተዛሪበ ከጠቓልል እየ። ኣብ ወንጌል ማቴዎስ ምዕራፍ ዕስራን ሓሙሽተን ካብ ፍቕዲ ሓደ ዘላ። ስለዚ ሎሚ እንዳለወሉ ሰዓት እዩ። ሎሚ እንትስነቕሓሉ ሰዓት እዩ። ዘመኑ ተወዲ እዩ። ምጸት ኣለም እንዳመጸ እዩ። ንሕና ንታ ናይ ኩሉ ምጽኣት ኣይንጸበ። ንነፍሲ ወከፍ ሰብ ነናቱ ምጽኣት ተላቶ። ኣነ ሎሚ ከይተበራበርኩ እንከለኹ እንድሕር ደኣ ሞይተ ናይ ውልቀይ ወይ ድማ ናተይ ምጽኣት ኣርኪባትኒ እያ። ስለዚ ነናይ ውልቅና ምጽኣት ከየርከበትና እንኮላ ክንነቅሕ ይግባእ። ምጽኣት ዓለም እንተበልካ እንታይ ይጽበዩ ሰባት? እቲ ንዓለም ምሉእ ዝመጽእ ምጽኣት ዓለም እምኒ ድኻ ትጽበያ ንስኻ? እቶም ድሓርዎት ወለዶ ክጽንሕዋ ንዓኣ ናትካ ናይ ውልቅኻ ምጽኣት ዓለም ኣላትካ። ክትመውት እንከለኻ ንስኻ ብድቅስካ እንከለኻ እንተመይትካ ኦሮማይ ምጽኣት ዓለም ኣኪባትካ። ኣበይ ህዝበ ክርስትያን እዚ ዝበዝሕ ሰብ ከምኡ እዩ ዝሓስብ ክንደይ ተሪፉ መኣስ ከም ትሞት እንታይ ትፈልጥ ክንደይ ተሪፉ ኣለ ክንደይ ተሪፉ ንክመውት ኢልካ ሓደ ይዝረብ ሰብ ከም ፀላለት ኣይኮነን ስለዚ ክንደይ ከም ዝገበርካ ይፈልጥ እየ ክንደይ ከም ፀንሐ ግን ኣይፈልጥ ኣለና ህዝበ ክርስትያን ክንደይ ዓመት ከም ዘለካ ክፈልጥ ይኽእል እዩ ክንደይ ከም ዝተረፈካ ግን ኣይፍለጥን ቃሕ ሰም ስለ ዝኾነ ናይ ሰብ ህይወት ክንደይ ከም ተረፈካ ዝፈልጣልካ ሰብ የለን ተትፈልጥ ምተዳልኻ ነርካ ስለዚ ክንደይ ተሪፍዋ ኢልካ ብዛዕባ ናይ ምፀታ ዓለም ቁሊሕ ኣይትበል ናይ ውልቅኻ ምፅኣት ዓለም ከም ዘለካ ፍለጥ ስለዚ እንታይ ግበር ንቓሕ ተበራበር ተነሳሕ ቁረብ ብፍቕሪ ንበር ክርስትያን ኩን ክርስትያን ብግብሪ ኩን ብስም ክርስትያን ተሪፉ ብግብሪ ክርስትያን ኩን ኣብዚ ቦታ እዚ ዓሰርተ ደታት ኢና ንረክብ ኩለን ምፅኣት ክርስቶስ እየን ዝፅበያ መፅለን ጭልም ይብላ ልክዕ ንዓና እየን ዝመስላ ዓሰርተ እየን ስመን ከዓ ደናግል እየን ሒዘንኦ ክጸንሓ ዘለወን ነገር ግን ነይርወን ድዩ? ቀንዲል የድልየን፣ እቲ ቀንዲል ከይጠፍእ ከኣ እንታይ የድልዮ? ዘይቲ የድልዮ ነይሩ። ዘይተንን ቀንዲለንን ኣዳልየን ክጽበያ ይግባእ ነይሩ። ልክዕ እዚ ህይወትና ማለት እኮ እዩ። ኣብዚ ከኣ እቲ ሓደ በቃ እንዳወደቐ እንዳተሰብ እንዳተነሳ ቅዱስ ቁርባን እንዳወሰደ ይጽበ፣ እቲ ሓደ ጥቅል ይጽበ ትም ታምጽባይ ንኹዳት ወኖድ ስለዚ እዚኤን ካባኹም ይጽበያ ኔረን። እተን ሓሙሽተ ግን ኣስተውዓልቲ እየን ኢሉ። ለባማት እየን። እንታይ ከም ዝገብራ ይፈልጣ እየን። ክጽበ እንተኾይኑ ሓደ ሰብ መጸበዪ ነገር ክህልዎ ከላ እንታይ ክጽበ ኣለዎ። ስለዚ ናይ ትጽቢት ዘመን እዩ። ቀንዲል ከድልየና እዩ። እቲ ቀንዲሉ ብዘይ ፈሳሲ ክሰርሕ ኣይክእልን እዩ። ስለዚ ፈሳሲ ከድልየና እዩ ብምባል ብነፋሳሲ ወይ ድማ ዘይቲ ኣብ ቀጥኒኤን መሊኤን ቀንዲለን ሒዘን ኮፍ ኢለን ይጽበያ። እተን ዓያሹ ከኣ ደናቁር እንዲልወን እንታይ ሒዘን እስኪ መጽየን ቀንዲ ላምባ ብዘይ ብዘይ ፈሳሲ ይበርህ እቲ ዓድና ዘሎ ላምባ ስቅ እነብሎ ብዘይ ፈሳሲ ይበርህ ንሱ ጥራይ ኮይኑ ሒዘን ዓሸና ስለዚ ተነቕርዮን እተን ሓሙሽተ ለባማት እየን ኢልወን እተን ሓሙሽተ ግን ዓያሹ እየን ኢልወን ስለምንታይ ክኾን ዘይኽእል ዓሻ ዝሓስቦ ጥራሕ ሒዘን ጸኒሐን ለባም ዘስተውዕለ ለባም ዝሰርሐ ዘይሓዛ ጋዝ ፈትለት እየን ኣሉ ክበርህ እንተኾይኑ ናፍታ የድልዮ ግን ናፍታ ይገበራ ክበርህ ንጽበያ መርዓዊ ፍጽ ትዕጅባ ክንግበር ኣለና እቲ ድንቁርና ዓሽ እተን ሓደ ግን ለባማት እዩ እዛ ቀንዲ እዚኣ ወይ ድማ እዛ ላምባ እዚኣ ፈትንስ ገይረና ክትበር እንተኾይነ እንታይ የድልያ በንዚን የድልያ ወይ ድማ ናፍታ የድልያ ኣብ ጠጢነ እንድየ ፍርቂ ለይቲ ኮይኑ መርዓዊ መፀ ተስእ በሊልካ ኣዋጅ ተኣዊጁ ብድሕሪ ትትየን ዘይተን መሊኤን ክርቢተን ወሊዐን ደው ኢለን ከብራን ክቕበላን ጀመራ። እተን ንናወሾ ወይ በንዚን እኳ ዘይብለን ኣለቃሓና ኢለንን ሹ ይኸውን ኣለቃሓን በንዚን የብልናን ዘ- ዘይቲ የብልናን ጠራይ ዘይብሎም እጃኽና ኣለቃሓና ኦኦኦ ንዓና እኳ ይኣኽለናን ኪና ንሕጂ ተሻየጥ ኢኻ እዚሲ ንዓና ጥራይ ዝኣኽለና ስለዚ ናይ ደቂ ሰባት ምግባር ንዓይ ከም ዘይሰርሓለይ ክፈልጥ ኣሎኒ ሰባት ኣብዚ ቅዱስ ቁርባን ብምቕራቦም ኣነ ድሒነ ከይመስለኒ ንዕኦም ጥራይ እዩ ዝኣኽሎም ንሱ ንሰብ ዘይምቀል እዮም ሒዞም ዘለዉ ስለዚ ንደታት እዚኤን ኖኖኖ ንዓና እኳ ኣይኣኽለናን ኪዳ ሕጂ ዕዳጋ ተሻየጥ ክንምጻ ብድሕሪ እቲኤን መርዓዊ ክቕበላ ተቐበላ እቲኤን ድማ ናበይ ከይደን ሽዑ መርዓዊ ክኣቱ እንከሎ ናይ ደናቁር ሓሳብ ዳኣ ዕሸል ንገዛኣ ከይደን ዕዳጋ ንሰን ንዕዳጋ ገጸን ብድሕሪ እቲ መርዓዊ ኣትዩ ገዛ ዓጽዮ ነው ተዓጽዮ መርዓዊ ምስ ኣትኖ ምን ክዕጅብ ይኸውን ሽዑ ብደገ መጽየን ኳሕኲሐን ሒዘን መጽየን ማለት እዩ ድሕሪ ፍርዲ የለን መጽየን ኳሕኳሕ ኣይብለን ኪዳ ኣይፈልጠክንን እየ ኢሉ ድማ ገሰጸ ስለዚ ንሕና ኸ ንምን ንመስል ኣብዛ ዘለናያ ግዜ ምተን ሓሙሽተ ለባማት ዶ ምተን ሓሙሽተ ዓያሹ ንመን ንመስል? ምተን ሓሙሽተ ለባማት ክንመስል ይግባእ። እታ ቀንዲ ዝተበሃለት ክርስትና እያ። እቲ ዘይቲ ተበሃለ ስነ ምግባር እዩ። ኣነ ክርስትያን እየ ብዘይ ምግባር ሞት እያ ኢልዋ ቅዱስ ያእቆብ ሃይማኖት ብዘይ ግብሪ ግብሪ ብዘይ ሃይማኖት እንታይ እያ ሞት እያ ስለዚ እቲ ዘመን ተወዲኡ ስለ ዝኾነ እንነቕሓሉ እኒ ካብ ድቃስና እንትስኣሉ ዘመን እዩ እሞ ካብ ድቃስና ንተስእ ህዝበ ክርስትያን ዝመሃረና ዝመቐደና ኣምላኽ ኣቦታትና ቅዱሳን ዝኸበረን